ሰላም ጥዕና ያበለይ ከመይ ውዒልኩም ዝኸበርኩም ተመልከትና ንሰዓት ሽዱሽተን ፈረቓን ዝመረፅናዮም ዝተፈላለዩ ዜናታት ሒዝና ቀሪብና ኣለና ዜና ዘቕርበልኩም ኣነ ልዋም ገብረ ኪዳን ምስ መላእ ሰብ ሙያ ስቱድዮ ቴሌቭዥን ትግራይ ምሳኹም ክንፀንሕ ኢና ሰናይ ምክትታል ሰራዊት ትግራይ ህዝቡ ገጢምዎ ካብ ዘሎ ሓደጋ ህላወን ክብርታት ምግዳል ዓትዒቱ ብፅንዓት ክቃለስ ይግባእ ኢሉ ተጋዳላይ ገብረ ገብረፃድቕ። ተጋዳላይ ገብረ ገብረፃድቕ ነዚ ዝበለ ታሪኽን ቅያን ሰራዊት ትግራይ ኣርሚ ዕስራን ክልተን ክፍለ ሰራዊት ክንፈ ዝኸተበት መፃብብ ዝፈንፀሐት ዘርእስታ መፅሓፍ ኣብ ዘመረቐትሉ እዋን እዩ። ፍስሃፅዮን ገብረኣብዝጊ ከም ዝስዕብ ከቕርበልና እዩ።
ህልውና ህዝቢ ትግራይ ንምውሓስ ዝተሰርሑ መስተንክራዊ ቅያታትን ጉዕዞታት ታሪኽን እተዘንቱ ብኣርሚ ዕስራን ክልተን ክፍለ ሰራዊት ክንፈ ዝተሰነደት መጻብብ ዝፈንጸሐት ዘርእስታ መጽሓፍ ተመሪቓ። ኣብቲ ምረቓ መጽሓፍ ዝተረኽበ ሓላፊ ምምሕዳር ሓይሊ ሰብ ሰራዊት ትግራይ ተጋዳላይ ገብረ ገብረጻድቕ፣ ህዝቢ ትግራይ መንነቱን ብሄራዊ ክብሩን ናብ ዋጋ ዕዳጋ ዘየቕርብ ክቡር ህዝቢ እኳ ተኾነ፣ ጆኖሳይዳዊ ኣገዛዝኣ ኣብይ ኣሕመድ ግና ብኹለ መዳይ ከፅንቶ ማእለያ ዘይብሎም ተግባራት ጥፍኣት እናፈፀመ ከምዝመፀን ሕዚ እውን ኣጠናኺሩ ይቕፅለሉ ከምዘሎን ኣረዲኡ። ህዝቢ ትግራይ ንበይኑ ፈሊኻ ንምቓዕ፣ ፈሊኻ ንምጥፋእ ዘይፍሕትርዎ፣ ዘይፅሕትርዎ ነገር የለን። በብግዚኡ ውግእ ዝገጥሞ ኣይግዛእን ኣይምብርከኽን ስለዝብል እምበር ውግእ ስለዝደሊ ኣይኮነን እዚ ህዝቢ። ፀላእትና ሕዚ እውን ህዝቢ ትግራይ ናይ ምፅናት ሕልሞም ብዝተጠናኸረ መንገዲ ክቕፅሉ ኣብ ጥቓና ኩሉ ኣፅዋሮም ኣዋዲዶም ይፅበዩ ኣለዉ። እዚ ብሙሉእነት ንምምካት ኣባላት ክፍለ ሰራዊት ክንፈን ኩለን ኣሃዱታት ሰራዊት ትግራይን ኣሰር ጀጋኑ ስዋኣት ብፆቶም ስዒቦም ዘካየድዎ ቃልሲ ከበርትዑ ድማ ተጋዳላይ ገብረ ፀዊዑ። ህልውናና ኢና ንደሊ፣ እዙይ ኣይግበእኩምን ክነጥፈኦኩም ኢና ዝብሉ ፀላእቲ ግን ጀጋኑ ኣባላት ክፍለ ሰራዊት ክንፈን ካልኦት ኣባላትን ተመሊስና ናብ ብሄራዊ ጭቆና ኣይንኣቱን ተመሊስና ከም ህዝቢ ኣይንፀንትን ኢልና ናይቶም ጀጋኑና ሕድሪ ኣፅኒዕና እንኸደሉ ቃል ኪዳን ሰማእታት እነፅንዐሉ ዕለት እዩሞ ሓደራ ክብሎ ዝደሊ በብዝለናዮ ህልውና ህዝቢ ትግራይ ንምርግጋፅ ኩሉ ዝከኣለትና ክንገብር ቅሩባት ክንከውን ይግበእና። ኣብ ሕሉፍ ጀኖሳይዳዊ ኲናት ሉኣላውነት ትግራይ ንምውሓስን ብሄራዊ ህላወ ትግራይ ንምርግጋፅን ክፍለ ሰራዊት ክንፈ ዝፈፀመቶ መስተንክር ብታሪኽ እናተዘከረ ዝነብር እዩ ዝበለ ድማ ሓላፊ ጉዳያት ፖለቲካ ኣርሚ ዕስራን ክልተን ኮር ክልተ ሚእትን ዕስራን ክልተን ተጋዳላይ ሙሉ ኣብርሃ እዩ። እዚ ኣሃዱ ሕዚ እውን ህዝቢ ትግራይ ዘንፀላልዎ ሓደጋ ህላወ ብሙልእነት ንምድሓን ኣብ ሙሉእ ቁመናን ድልውነትን ከም ዘላ ገሊፁ። ኣብቲ ናይ ማእኸል ሃገር ይኹን ካብ ወፍሪ ኣሉላ ጀሚሩ ይኹን ጠቕላላ ኣብ ዝገበርናዮም ውግኣት ዝተሳተፋን ብጣዕሚ ጠንካራታት ኣሃዱን ታሪኽ ዝሰርሐት፣ ታሪኻ ድማ ንምሕድ ኣሓዲሳ፣ ንታሪኽ ወለዶታት ክሓልፍ ኢላ መጽሓፍ ሓቲማ ናብ ምምራቕ ዝበቐዐት ኣሃዱ እያ እሞ፣ ብሓጺሩ እቲ ውዕለታታ እዚ ኮይኑ፣ ካብተን ጽቡቓት ኣሃዱታትና ጽቡቕቲ ኣሃዱ ኢልና ንወስዳ ጠንካራ ኣሃዱ እያ። መፅሓፍ መፃብብ ዝፈንፀሐት፣ ታሪኽን ስርሒትን ሰራዊት ትግራይ ንምዕቃብን ናብ ወለዶ ንምስግጋርን ከምኡ እውን ንተመራመርቲ ታሪኽ መወከሲት መፅናዕቲ ክትኸውን ተዓሊሙ ከምዝተፅሓፈት ዝሓበረ ድማ ፀሓፊ እታ መፅሓፍ ተጋዳላይ ለገሰ በርሀ እዩ። ሓቃዊ ታሪኽ ቃልሲ ክፍለ ሰራዊት ክንፈ፣ ተሞክሮ፣ መስዋእቲ፣ ፅንዓትን ዓወትን ዝሓዘት መዝገብ እያ። እዛ መፃብብ ዝፈንፀሐት እትብል መፅሓፍ ንዝሓለፈ ወለዶ መዘከርታ፣ ንሎሚ ወለዶ ምህሮ፣ ንዝመጽእ ወለዶ ድማ መምርሒ ክትከውን እያ ተጻሒፋ። ታሪኽና ነንብብ፣ ታሪኽና ንዓቅብ፣ ዋላ ምስ ብርክት ዝበሉ ጸገማት ተሰኒዱ እንተጸኒሑ፣ ዓበይቲ ምሁራትን ተመራመርትን ጽባሕ ድሕሪ ጽባሕ ገንጺሎም ካብ ሓንቲ ውዕለና ሓንቲ መጽሓፍ ከሕትሙን መጻኢ ወለዶ ኣንቢቡ ተረዲኡ ድማ ከምቲ ካብ ወለድና ዝተቐበልናዮ ናይ ጅግንነታዊ ታሪኽ ክቕበሎ ዓቢ ዕድል ስለ ዝኾነ ኣብ ታሪኽ ስነዳ ኣህርታትና ትኹረት ሂብና ንስራሕ።
ብተዛማዲ ዜና ኩሉ መዳይ ህልውና ትግራይን ህዝባን ንምርግጋፅ ኣብ ዝለዓለ ብርኪ ድልውነት ከም ዝርከቡ ኣባላት ሰራዊት ትግራይ ኣርሚ ዕስራን ክልተን ክፍለ ሰራዊት ክንፈ ገሊፆም። ሕዚ እውን ፍስሃፅዮን ገብረኣብዝጊ ተወሳኺ ሓበሬታ ክበና እዩ። ህዝቢ ትግራይ ምእንተ ሰላም ኢሉ ብትዕግስቲ ብዙሕ ዋጋ እናኸፈለ እኳ እንተጸንሐ፣ ጆኖሳይዳዊ ኣገዛዝኣ ኣብይ ኣሕመድ ግን ኣብ ልዕሊኡ ዳግማይ ጽንተት ኣዊጁ ስለዘሎ፣ ብሄራዊ ክብርን መንነትን ህዝቦም ንምውሓስ ኣብ ሙሉእ ድልውነት ከምዝርከቡ ኣባላት ሰራዊት ትግራይ ኣርሚ ዕስራን ክልተን ክፍለ ሰራዊት ክንፈ ገሊጾም። ከም ህዝቢ ትግራይ ከም ሰራዊት ትግራይ ጠቕላላ ኣብ ሰላም ዝል መርገፂ ኢና ሒዝና ፀኒሕና። ያው ብቲ ፀላኢ ሒዝዎ ዘሎ ኣቋም ግን በቃ ናይ ሰላም እማመ ዘለዎ ብምሉኦም ድፉናት ገይሩ ሕዚ በቃ እቲ ናይ ህዝቢ ትግራይ ምጥፋእ እስካዕ ዝኾነ ድረስ እቲ ናይ ሰላም እማመ ዓፅዩ ጦርነት ኣብዚ ናይ ምዕራብ ሕዚ ዝተጀመረ ነገራት ኣሎ ሕና ከዓ ከም ኣርብዕ ስራን ክተርን ከም ክፍለ ሰራዊት ክንፈውን በቃ ቁፅሪ ሓደ ኣብቲ ናይ ስነ ልቦና ድልውነት እዩ ስነ ስነ ልቦና ይኹን ኣካል ብቕዓት ብርክ ዝበለ ስልጠና ሰልጢና ብኩሉ ምድላው ኣብ ፅቡቅ ቁመና ንርከብ ንዝመፀና ወራር ንምምካት ተዘጋጅና ኢና ከም ኣሃዱ ብስነልቦና ብዕጥቂ ብኹሉ ሞራላዊ ዝኾነ ስነ ምድላዋት ጌርና ኢና። ላዕላውነትና ንምምላስ ድልዋት ኢና ብቑዓት ኢና ናብዚ ዝሓለፈ ዓመታት ናብ ላዕላውነትና ክንምለስ ኣብ ድልውነትና ዘለና። ላዕላውነት ህዝብና ንምምላስ ተፋናቐልና መረቦቱ ንምምላስ ኢና ኣብዚኣ ጠጠው ኢልና ዘለና ተቓሊስና እታ ዘለትና እታ ትግበእና እታ ላእላውነትና ኣኸብርና ህዝቢ ትግራይ ውሕስነቱ ምርግጋፅ እዩ። ስዋኣት ብፆቶም ዝሓለፉሉ ዕላማ ተሓንጊጦም መሰል ዓርሰ ውሳነኣ ዝተረጋገፀን ዝተኸበረትን ትግራይ ንምግሃድ ከምዝቃለሱ እውን እቶም ኣባላት ሰራዊት ትግራይ ተዛሪቦም። ልዕላውነት ትግራይ ክነኽብር እናበሉ ስለ ትግራይ ዝተሰውኡ ብፆትና ናቶም ቃል ነሐድሰሉን ቃል ንኣትወሉን እቲ ቃሎም ከዓ ናብ ተግባር ንቕይረሉን ሰዓት ዝበፅሐ ይመስለኒ። ዝጀመርዎ ተግባር ኣብ ጫፍ ኣብፂሕኻ ሃለዋት ህዝቢ ትግራይ ምርግጋፅ እዙይ ቃል ስውኣት በዚ ኢና ንገልፆ። ሕድሪ ሰማእታትና ኣኸቢርና ኣብ ህዝብና ኣብ ደጀንና ንርከብ ንድሕር ታይ ንብሊ ንቀፃሊ እውን ንቐፅለሉ ኣለና ማለት። ዓድና ልኣላውነትና ንምምላስ ኣብ ኣድነትና ዘለና። ትግራይ ዝለዓለ ደረጃ ንምብፃሕ ዝብል ቃልሲ ስለዘሎ በቲ ሓደራ ንሱ ኢና ክስካዕ ሕዚ እውን ነፍሲ ሰራዊት ዘለና። ኩለመዳይ ፀበባ ትግራይ ክግላህን ህዝባ ይፍፀሞ ካብ ዘሎ ሓደጋ ህልውና ሓራ ክወፅእን ኣብ ዝግበር ቃልሲ ምጥንኻር ደጀንን ግንባርን ኣዕርዩ ክሰጥም ኣለዎ ዝበሉ እቶም ኣባላት ሰራዊት ትግራይ ክፍለ ሰራዊት ክንፈ ዝተዋህቦም ልኡኽ ብዝለዓለ ጅግንነትን ቆራፅነትን ከምዝፍፅሙ ድማ ኣረጋጊፆም። ከም ሰራዊት ትግራይ ወኪለ ክዛረብ ከለኹ ብቲ ዘሎ ኩነታት ደጀንና ሰራዊት ዘለዎ ውሕስ ክንገብር ተኾይንና እድንጓትኒ ክንኮን ኣለና። ተራዳዲኢና ተስማዕሚዕና ክንከድ ኣለና። ህዝብን ሰራዊትን ፅቡቅ ምንቅናቅ ኣሎ እቲ ዘሎ ካዓ ብዘሎ ቀፂሉ ተከይዱ ኣይኮነን ትግራይ ተቆሪሳ ትነብረሉሲ እቲ ናይ ዝሓለፈ መሬታ ትግራይ ተመሊሱ ዝረኤሉ ኩነታት ቀረባ እዩ ዝብል ሓሳብ እዩ ዘለኒ። ብሓደ ከምዛ ዝነበርናያ ዓኹ ተቃሊና ለቃምና ዝነበርና ከምኣ ኮይና ተቃባበልና ንሕና ንቅድሚት እሶም ብሕራና ናኾኑ ናብ ዘለና መረበትና ንምምላስ ተዳላዊና ክንቃለስ ብሓደ ኮይና ከምዛ ትሽዓተ ሰለስተን ክንደግማ ኢና። ከም ዝስዕርክ ኣይንጠራጠርን። ተዓወት ኣይተርፍን መሬትና ምላሽ ኣይተርፍን ፍትሒ ክንረጋግፅ ኢና ግን ድማ እዙይ ብዘይ ህዝቢ ክኾነ ኣይኽእልን ተፈፃምነት ክረክብ መኸንበት ክረክብ ተኾይኑ ናይ ህዝብን ደጀን ምትእስሳርን ክህሉ ክእል ኣለዎ።
ርክብ ህዝቢ ትግራይን ኤርትራን ክጠናኸር ነበርቲ ዞባ ምብራቕ ትግራይ ንኡስ ዞባ ዓንሰባ ኤርትራ ኣገንዚቦም። ሓድነታዊ ርክብ ህዝብታት ትግራይን ኤርትራን ንፀላኢ ቕስሚ ከምዝሰብርን ብቐፃልነት ተጠናኺሩ ክቕፅልን እውን ኣተሓሳሲቦም። ኤፍሬም ረዳሀ ዝርዝር ሒዙልና ኣሎ።
ካብ ዞባ ምብራቕ ትግራይ ወረዳታት ጎሎ መኸዳ፣ ዛላምበሳን ካብ ሃገረ ኤርትራ ድማ ንኡስ ዞባ ሰንዓፈ ዝመፁ ነበርትን ኣመራርሓን ዝተሳተፍሉ መድረኽ ተሳሊጡ። ህዝብታት ትግራይን ኤርትራን ብታሪኽ፣ ኣመፃፅኣኦም፣ ባህሎምን መንነቶምን ዝተኣሳሰሩ ህዝብታት ምዃኖም ድሕሪ ምሕባር፣ መፃኢኦም ብሓባር ንምብራኽ ክሰርሑ ከምዝግባእ ድማ ዋና ኣመሓዳሪ ወረዳ ጎሎ መኸዳ ኣይተ ሃፍቶም በራኺ ይገልፁ። በዚ ዕለት እነካይዶ ዘለና ዋዕላ ሰላም ርክብ ኣሕዋት ህዝብታት ትግራይን ኤርትራን ሓዱሽ ምዕራፍ ምሕዝነት፣ ፋና ብርሃን ብሩህ መፃእን ሰላምን ፍቕርን ሓድነትን ክልቲኦም ኣሕዋት ህዝብታት ዘበስር ታሪኻዊ ፍፃመ ዋዕላ ሰላም ርክብ ህዝብታት እዩሞ እንኳዕ ደስ በለና እንኳዕ ደስ በለኩም ክብል ይፈቱ። ህዝቢ ትግራይን ህዝቢ ኤርትራን ሓቢሮም፣ ተፋቒሮም፣ ተሳንዮም ብዘርን ብዓለትን ዝተወሳሰቡ ህዝብታት ምዃኖም ኩሉ ዝፈልጦ፣ ሕሉፍን ህልውን ታሪኽ ዘቐምጦ ዘይከሓድ ጭቡጥ ሓቂ እዩ። ዋና ኣመሓዳሪ ዞባ ምብራቕ ትግራይ ኣይተ ፍስሃ ሃይላይ ድማ፣ ህዝብታት ትግራይን ኤርትራን ኣብ ታሪኽ ኣንጻር ጸላእቶም ብሓባር ተቓሊሶም ዓወት ዘመዝገቡ ምዃኖም ኣዘኻኺሮም። እዚ ድማ ኣብ ቃልሲ ጸረ ስርዓት ደርግ ዝተራእየ ታሪኻዊ ጅግንነትን ዓወትን ኣብነት ምዃኑ የብርሁ። ክልቲኡ ህዝብታት ብዝገበርኩሞ ታሪኻዊ ርክብን ውሳነን ድሕሪ ሕዚ፣ ኣንጻር ናይ ሓባር ህልውናን ወረርትን እንገብሮ ወታደራዊ ምድላው እምበር፣ ድሕሪ ሀዚ ኣንጻር ነንሕድሕድና እንገብሮ ምትኹታኹን ምትፍናንን ኣይህሉን። ኣብ ኤርትራ ኣመሓዳሪ ንኡስ ዞባ ሰንዓፈ ኣይተ እድሪስ ዓሊ ብወገኖም፣ ሕውነታዊ ዝምድና ብምጉልባት፣ ህዝብታት ኤርትራን ትግራይን ብሓባር እናሰርሑ ክዓብዩን ክለምዑን ከምዝግባእ የገንዝቡ። መትከላትን ዝምድና ህዝብታትን ዘይንቅነቕ ዘይቅየር ዘላእለማዊ እዩ። እዚ ድማ ምልክት ናቱ እዩ። ናይ ሰላም ይኹን ናይ ልምዓት ይኹን ናይ ተፃብኦታት ይኹን ብድሆታት ታሪኽና ናይ ሓባር እዩ። መፃኢና ድማ ናይ ሓባር ስለዝኾነ ፅምዶ ድማ ብንእሽቶ ጀሚሩ በብእዋኑ ከመይ ይሕምበብን ይውንጨፍን ክምዘሎ ንርእዮ ስለ ዘለና ንሕና ሎሚ ውን ክም ቀደምና ካብ መትከልና ነቅ ከይበልና ኣብ ጎኒ ህዝብታት ምእንቲ መሰሎም ካብ ጭኮና ናጻ ክወጹ ሓራ ክወጹ ሎሚ ውን ምእንቲ ሰላምን ምእንቲ መትከልን ዝውፍን ህዝብን መንግስትን ክም ዘለናን ኣብ ጎንኹም ክም ዘለናን ደጋጊመ ከረጋግጸልኩም ይደሊ። ተሳተፍቲ እቲ መድረኽ እውን እቲ ዝተጀመረ ምቅርራብን ምትሕግጋዝን ንክልቲኡ ህዝብታት ዓብዪ ረብሓ ከም ዘምፅእ ገሊፆም። ሓድነታዊ ርክብ ህዝብታት ትግራይን ኤርትራን ንፀላኢ ቅስሚ ከም ዝሰብርን ብቐፃልነት ተጠናኺሩ ክቐፅልን እውን ይሕብሩ። በሰላ ኣብኣቶም ይኹን ኣባና ንሱ ግን ክድገም ከምዘይብሉ ኣብዚ ሕዚ ዝኒሀናዮ ወቕቲ ናይ ፅምዶ ዝብል ንዝሓለፈ ቁስልና እናሓኸኽና ዘይኮንና ክንነብር ዘለና ንሱ እሕዊና ናብቲ ናይ ቀደም ናይ ንጉሆና ተመሊስና ብጣዕሚ ብጣዕሚ ነቲ ዘለና ሰላምን ዓወትን መወዳእቱ ብጺሒና፣ ነቲ ዘለና ኣፋላላይ ዝነበረ ጠሚሩ ኣጸቢቑ ናይ መዋእል ኣሕዋት ኮይንና ክንነብር እቲ ድልየተይ ዘሎ ማለት እዩ። ትግራይን ኣብ መንጎና
ጸባ እምበር ደም የለን፣ መዓር እምበር ፈሓም የለን፣ ንቐጻሊ ንውላድና ንሕና ነውርሶ ጉዳይ እንተሎ፣ ኣብ መንጎ ኤርትራን ትግራይን ድፋዕ ናይ ጣይቲ ዘይኮነ ኣታኽልቲ ናይ ማንጎ ኣታኽልቲ ናይ ኣራንሺ ኢና ነዞም ደቅና ከነረክቦም። ሓድነት ኩሉ ነገር ምዃኑሲ ኣሚኖምንስ ደው ኢሎም ካብ ዝሓሰብዎ እውን ዳርጋ ሰጋእ ኢሎም ኣለዉ ማለት እዩ። ስለዚ ሰጋእ እንተዘይሎም እውን ሓድነት እንታይ ከምፀሎም ከምዝኽእል ናይዚ ክልተ ህዝብታት እዚ ጥምረት እንታይ ከምፀሎም ከምዝኽእል ፈሊጦም ስለዘለዉ ኣብ ጭንቀትን ኣብ ወጥርን ኣትዮም ከም ዘለዉ እዩ ዝረኣየካ በቲ ሚድያታቶም ገለ ክትሪኦ ከለኻ ማለት እዩ። ኣብ ሞንጎ ህዝብታት ትግራይን ኤርትራን ዝተጀመረ ርክብ ህዝቢ ንህዝቢ ንሰላምን ልምዓትን ብዝሕግዝ ኣግባብ ክጠናኸርን ክቕፅልን እውን እቶም ተሳተፍቲ ፀዊዖም።
ሉኣላውነት ህዝብን ግዝኣትን ትግራይ ንምምላስ ኣብ ዝግበር ቃልሲ ድልዋት ምዃኖም መናእሰይ ከተማ ዓድዋ ገሊፆም። ገብረመድህን ተወልደመድህን ዝርዝር ሒዝልና ኣሎ።
ጀኖሳይዳዊ ስርዓት ብልፅግና ፃውዒት ሰላም ተሓሲሙን ስምምዕ ሰላም ፕሪቶርያ ኣፍሪሱን ኣብ ህዝቢ ትግራይ ዘካይዶ ዘሎ ፅንተት ንምድሓን ዝተወደበ ቃልሲ ከምዝሓትት ንቴሌቪዥን ትግራይ ርኢትኦም ዝሃቡ መናእሰይ ከተማ ዓድዋ ይገልፁ። ከም መንእሰይ ሕዚ እውን ነቲ ቃልሲ ነቲ መፂኡ ዝኒሀ ገዚፍ ፈተና ሓቢርና እንተዘይተቓሊስናዮ ያው ተፈናቐልትና ክመለሱ ክምለሱ ኣይኽእሉን፣ መሰል ዓርሰ ውሳነና ክነረጋግፅ ኣይንኽእልን፣ ብዓብይኡ ከኣ ግዝኣታዊ ሓድነትና ከነረጋግፅ ኣይንኽእልን። ስለዚ እዙይ ንምርግጋፅ ከም መንእሰይ ተወዲብና እንተተቓሊስና እዩ። ዓዲ ነፃ ክትወፅእ እንተኾይና ተመዛበልቲ ናብ ቦትኦም ክምለሱ እንተኾይኖም እቲ መሬት እውን እቲ ግዝኣታዊ ሓድነት መሬት እውን ክምለስ እንተኾይኑ ናብቲ ቃልሲ ተሪርካ ክእቶ እዩ ዘለዎ። ንባዕለይ ቃሊሰ ንባዕለይ ኣነ እውን ክቃለሰሉ ማለት እዩ። ኣብቲ መኸተስ ድሉት እየ ማለት እዩ። መንእሰይ እውን ድልው እዩ። ማዕረ ኮይንካ ተቓሊስካ ከም ትግራዋይ ማለት ናይ መንነት ሕቶ እዩ ዘለና ሕዚ። ሓደ ዓዲ ተቖሪሱና እዩ ዘሎ ልዕሊ ኣርባዓ ፐርሰንት ምሳና ኣይኮነን ዘሎ ነዚ ዓዲ እዙይ ክንመልስ እንድሕር ኮይና ግን ብሓደ ኮይና ሓደ ዓይነት ጥምረት ሃልዩና ብፍላይ ናይ ህዝቢ ትግራይ መግለፂ ሓድነት እዩ። ብምዃን ድማ ልኡላውነት ህዝብን ግዝኣትን ትግራይ ንምምላስ ኣብ ዝግበር ቓልሲ ውዳብኦም ኣሐይሎም ንምምካት ድሉዋት ምዃኖም ይዛረቡ። ተቓሊስና ኢደይ ኢድካ ኢልና ነታ ዓዲ ሓራ እንድሕር ኣውፂእናያ መሰል ዓርሰ ውሳነና ኣብ ጀኖሳይዳዊ ስርዓት ብልጽግና ክነረጋግጽ ኢና ሕዝቦ ዓወት ናይ ግድን እዩ። ተሰዲድና ዘይኮናስ ኣብ ዓድና ኮይንና ሓደ ዓይነት ርድኢት ሒዝና ተቃሊስና ነቲ ሕማቅ ስርዓት ዘሎ ውዲቅና ኢና ዓድና ክንሃንጽ ዝግበእና ኣብ ዓድና ኮይንና ሰሪሕና ክንልወጥ ዝግበእና ድማ እቲ ዝኒኤ ስርዓት ሕማቅ እንተኣሊና እዩ ነዙይ ክንኣልዮ እንተኮይንና ሓድነት እንተልዮ ኣብቲ መንእሰይ እዩ ሓድነትና ኸነጠናኽር ኣለና። ተሓባቢርና ኽንቃለስ ኣለና። ትግራይ ሓራ ኽነውፅኣ ኣለና። ተፋናቐለ ህዝብና ኣሎ። ናብ መረበቱ ኽምለስ ኣለዎ። ናይ መሬት ትግራይ እውን ክምለስ ኣለዎ። ድልውቲ ኣነ ንዓርሱ ህዝቢ ትግራይ እውን ድልው እየ። ስለዚ ብዓወትና፣ ብዓወት መንኣሰይ፣ ብዓወት ጀጋኑ መራሕትና፣ ብዓብይኡ ደማ በቲ። ዓወት ናይቲ ወረጃ ህዝቢ ህዝቢ ትግራይ ዝኾነ ከነረጋግጾ ኢና ኢኻ። ቃልሲ ግን ክቅፅል እዩ ዘለዎ ህዝቢ ነፃ ክወፅእ ኣለዎ ተፈናቀልቲ ናብ መሬቶም ክምለሱ ኣለዎም እቲ መሬትና እውን እቲ ናይ ባዕልትና መሬት ናይ ህዝቢ ትግራይ መሬት እውን ክምለስ እዩ ዘለዎ እዙይ ክኸውን እንተኾይኑ ከዓ ኩሉ ክቃለስ እዩ ዘለዎ። ደጀን ሰራዊት እውን ኣለና ደጀን ሰራዊቱ ኣብ ጎኒ ኮይንና ንስለፍ ክንስለፍ። ኣብዚ ኮይኑ ክሰርሕ ዝኽእል ኣብዚ ኮይኑ ክሰርሕ ክኽእል። መራሕቲ እውን እቲ መኸተ ህላወ ንምዕዋት ምስ ካልኦት መሓዙት ቃልሲ ብቑዕ ዲፕሎማሲያውን ፖለቲካውን ርክባት ክህልዎም እቶም መናእሰይ ኣገንዚቦም። ዲፕሎማሲና እውን ሰፊሕ ክኸውን ኣለዎ። እቲ ሕዚ ተጀሚሩ ዘሎ ባይዘ ፅቡቕ እዩ። ኤርትራ፣ ሱዳን፣ ካልኦት ካልኦት ኦላ፣ ፋኖ፣ ካልኦት እውን ኣለዉ። እዚኣቶም ፅቡቕ ምሕዝነት ፈጢሮም ኣለዉ። ክሰፍሕ ኣለዎ። ብጣዕሚ እዩ ሰፊሑ ክኸውን ዘለዎ። ነቲ ዘሎ ሕማቕ ስርዓት ኣልየን ዘላቒ ዝኾነ ሰላም ፈጢርና ምስ ጎረባብትና ሓደ ዓይነት ሓድነት ፈጢርና ክንከይድ ተስፋ ይገብር። ያው ነቲ ዝኒኤ ሕማቕ ኩነታት ግን ንሓዋርን ዘላቕን ክኸውን እንተኾይኑ በቃ መጻኢት ትግራይስ ሰላም ዝኾነት ትግራይ ክንፈጥር እየ ዝምነ ከም መንእሰይ ማለት እዩ።
ዘይሕጋዊ ወሰኽ ዋጋን ምኽዛን ሸቐጣትን ምፍፃም ክሳብ ዓሰርተ ሓሙሽተ ዓመት ማእሰርትን ሓሙሽተ ሚእቲ ሽሕ ብርን ከምዘቕፅዕ ምምሕዳር ከተማ መቐለ ኣፍሊጡ። ምምሕዳር ከተማ መቐለ ስርዓት ንግዲ ተኣሳሲሩ ክህሉ ዝግበኦ ጥንቃቐ ነጋዳይን ሕብረተሰብን ክገብሮም ዝግባእ ኣመልኪቶም መብርሂ ሂቦም ኣለው። ተስፋይ ታደሰ ከም ዝስዕብ ከቕርበልና እዩ።
ምምሕዳር ከተማ መቐለ፣ ስርዓት ንግዲ ተኣሳሲሩ ነጋዳይን ሕብረተሰብን ክገብሮም ዝግባእ ጥንቃቐ ኣመልኪቱ መብርሂ ሂቡ። ኣተሓባባሪ ከይዲ ስራሕ ቁፅፅርን ክትትልን ስርዓት ንግዲ ከተማ መቐለ ኣይተ ብርሃነ ወልደገብርኤል፣ ኣብ በጀት ዓመት ክልተ ሽሕን ዓሰርተ ሸሞንተን ዓመተ ምህረት ልዕሊ ዓሰርተ ሽዱሽተ ሽሕ ነጋዶ ቁፅፅር ተገይሩ ካብዚኦም ከባቢ ሓሙሽተ ሽሕ ብምርድዳእ ክፍተቶም ተረዲኦም ናብ ስርሖም ክምለሱ ከምዝኸኣሉ ዓሰርተ ሸውዓተ ነጋዶ ድማ ፍቓድ ንግዲ ከምዝተሰረዘ ኣረዲኦም። ብፍሉይ ምስ ምሕባእን ምኽዛንን ናህሪ ዋጋን ተኣሲሩ፣ ዘይምኽንያታዊ ናህሪ ዋጋ ተኣሲሩ ዓሰርተ ሽዱሽተ ሽሕን ሓሙሽተ ሚእትን ሰማንያን ሸሞንተን ነጋዳይ ወይ ድማ ንግዲ ትካላት ብፍሉይ ኣብዚ ዙርያ እዚዩ ክትትል ቁፅፅር ተገይሩ ዝተፈላለዩ ጥፍኣታት ተረኺቦም ዝተፈላለዩ ስጉምታት እውን ተወሲዶም እዮም። ክእረሙ ዝኸኣሉ ሓሙሽተ ሽሕን ሓደ ሚእትን ሰማንያን ትሽዓተን ነጋዶ። እቲ ፀገም ትኽክል እዩ ዝፈጠርናዮ ፀገም ፀገምና ኣዮኣይንደግምን ኢሎም ብምምሕዳራዊ ስጉምቲ ተማሂሮም ናብቲ ንቡር ናይ ዋጋ ዕዳጋ ዝተመለስሉ ኩነታት ነይሩ። ግዝያዊ እግድ ወይን ድማ ዕሽግ ድማ ሰለስተ ሽሕን ክልተ ሚእትን ዕስራን ሰለስተን ነጋዳይ ትካሉ ተዓሺጉ ተኣጊዱ ክፀንሕ ዝተገበረሉ ምምሕዳራዊ ስጉምቲ ነይሩ። ካብዙይ ሓሊፉ ብፍሉይ ድማ ዓሰርተ ሸውዓተ ነጋዶ ንግድ ፍቓዶም ክስረዝ፣ ዝተገበረሉ ኩነታት ነይሩ። ብመሰረት ኣዋጅ ሰለስተ ሚእትን ስሳን ሽዱሽተን እዝባር ክልተ ሽሕን ዓሰርተ ሸሞንተን፣ ምኽዛን ሸቓጣትን ምሕባእ መድሃኒትን ምፍጻም ክሳብ ዓሰርተ ሓሙሽተ ዓመት ማእሰርትን ሓሙሽተ ሚእቲ ሽሕ ብር ቕጽዓትን ከም ዘቕጽዕ ሓቢሮም። ኣብ ዓንቀጽ ዓሰርተ ሰለስተ ተቐሚጡ ዘሎ ድንጋገ እዩ። ሕጋዊ ንግድ ፈቓድ ይሃልዎ ኣይሃልዎ፣ ሸቐጥ ሒዙ ነቲ ናይ ንግዲ ስርዓት ዘዛብዕ ኣካይዳታት ዝኸይድ ዝኾነ ይኹን፣ ሸቃጣይ እንተኾይኑ እዚ ብቐጥታ ክልክል ምዃኑ ምስ ኣቐመጠ፣ ኣዚዩ ዝውሰድ ሕጋዊ ስጉምቲ ክሳብ ዓሰርተ ሓሙሽተ ዓመት ጽኑዕ እስራት ክሳብ ሓሙሽተ ሚእቲ ሽሕ ናይ ብር ቅጽዓት ስጉምቲ ዘውስድ እዩ። ዓሺግና ኣጠንቂቕና ዝበሃል ነገር ዘይኮነስ ብቐጥታ፣ ክሲ መስሪትካ ዝዳነ ስለ ዝኾነ ፍሉይ ዝገብሮ ስለዚ እዚ ናይ መኸተ ኣዋጅ ምስ ምዃኑ ነጋዳይ ማሕበረሰብ እዚ እንህቦ ዘለና መምርሂ ብልቢ ተረዲኡ ካብ ፀገም ክቑጠብ መንግስቲ ፍቓድ ዘይሃቦም መንግስቲ ይኹንታ ዘይሃቦም ናይ ቢንጎ ይኹኑ ናይ ምስኡ ተኣሲሮም ዘለዉ ሎተሪታት ብዝተፈላለዩ ኦንላይን ዝግበሩ ዘለዉ ናይ ሎተሪ ምውዳቕ ሰባት ናይ ምጭብርባር ኩነታት እውን ኣካል እዚ'ዩ ኮይኖም ዝቕፅሉ እዮም። ሎተሪ እንተኾይኑ ብሄራዊ ሎተሪ ኣፍልጦ ክህቦ ኣለዎ። ካብዚ ወፃኢ እንተኾይኑ ሎተሪ ስለዘይኾን። ነጋዶን ተጠቀምትን ካብ ዘይሕጋዊ ተግባራት ክርሕቑ ኣብ ምርግጋዕ ዕዳጋ እጃሞም ከበርክቱ ኣይተ ብርሃነ ፀዊዖም። ትግራይ ዘለቶ ኹነታት ይፍለጥ እዩ። ከም ተጋሩ ሓቢርና ተሓላሊና ንሓልፈሉ ኩነታት ክህሉ ይኽእል ኣለዎ ኣብቲ ቁጠባ እዚዩ እቲ ቀዳማይ ሕርያና እዩ ተጋሩ ኢና ብኻሊእ ክባን ዕፅዋን ንሳቐዮ ዘሎና ከይኣክል ብናይ ባዕልና ውልቀ ነጋዶ ዝግበር ናይ ዕዳጋ ምዝባዕ እውን ካሊእ ናይ ዕፅዋ ናይ ክባ ናይ ጥሜት ምኽንያት ስለ ዝኸውን ኣቐዲምና ትግራዋይነት ስምዒት ሓልዮት ክህልወና እዩ።
ኣብ ምሕደራ ኢንቨስትመንት ዘለዉ ፀገማት ብዘላቕነት ዝፈትሕ ስርዓት ከምዝፍጠር ኮሚሽን ኢንቨስትመንት ትግራይ ኣፍሊጡ። ኣባላት ቦርድን ኣመራርሓን ኮሚሽን ኢንቨስትመንት ትግራይ ኣብ ዝተፈላለዩ ትካላት ኢንቨስትመንት ዑደት ኣካይዶም። ሃይለስላሴ ገብረሚካኤል ከም ዝስዕብ ከቕርበልና እዩ።
ኣባላት ቦርድን ኣመራርሓን ኮሚሽን ኢንቨስትመንት ትግራይ ኣብ ዝተፈላለዩ ትካላት ኢንቨስትመንት ዑደት ኣካይዶም። እቲ ዑደት ኣብ ባይታ ዘሎ ምንቅስቓስ ትካላት ኢንቨስትመንት እንታይ ከምዝመስል ብምርኣይ ቀፀልቲ ዕማማት ንምእንፋትን ዝዓለመ ከምዝኾነ ኮሚሽን ኢንቨስትመንት ትግራይ ሓቢሩ እዩ። ነዚ ዘሎ ኩነታት ተፃዊሮም ኣብ ልምዓት ዘለው ኢንቨስተራትን ዝህልው ኩነታት ብዘሕደረሎም ፀቕጥን ብዝተፈላለዩ ባዕላውን ወድዓውን ምኽንያታት ኣብ ልምዓት ዘየለው ኢንቨስተራት ከምዘለው ዝሓበራ ኮሚሽነር ኮሚሽን ኢንቨስትመንት ትግራይ ወይዘሮ ባይለን ወላይ፣ ኢንቨስተራት ትግራይ ዘጋጥምዎም ዘለዉ ማሕለኻታት ገሊኦም ብዓቕሚ መንግስትን ትግራይ ክፍትሑ ዝኽእሉ ገሊኦም ድማ ወድዓዊ ኩነታት ሒዝዎም ዝመፁ ፀገማት ከምዝኾኑ ሓቢረን።
እቶም ኢንቨስተራት ብዙሓት ቻለንጅታት ይገጥምዎም ኣለዉ እዮም።
ህዝቢ ትግራይን መንግስቲ ትግራይን ክፍታሕ ዝኽእሉ ፀገማት እውን የልዕሉ እዮም። በቲ ካሊእ ገፅ ከዓ እቲ ወድዓዊ ኩነታት ዝፈጠሮ ምዃኑ ምርዳእ ከድሊ እዩ። ኢምፖርት ክገብሩ ከለዉ ዝተፈላለዩ ተፅዕኖታት ኣብቲ ናይ ፌደራል። እቲ ስርዓት ከምኡ ስለ ዝኾነ ናብ ትግራይ ኣይኣቱን ኢሉ ዝሃብናዮም ድጋፋት ቢሮ ኢንዱስትሪ ዝፀሓፎም፣ ንሕና ዝፀሓፍናዮም፣ ካልእት ሴክተራት ዝፀሓፍዎም ኣይኾኑን ኢሉ ዓጊትዎ እዩ ዘሎ። so እዚ እንታይ ክርዳእ ኣለዎ እቲ በዓል ሃፍቲ ብመሰረቱ እዩ ዝዕሪ እምበር ከምዚ ገይርካ ጠቢርካ ዝዕሪ ነገር ከምዘይኮነ ተሓሳቢ ዝገበረ ኣካል መኸተ ምዃኑ ሓሲቡ ክንቀሳቐስ ኣለዎ። ብዓቕሚ ናይቲ ኮሚሽን ኢንቨስትመንትን ብዓቕሚ እቲ ትካልን ብመንግስቲ ትግራይን ዝፍትሑ ነገራት ከዓ ክንፈትሕ ንሕና እውን ድሉዋት ኢና። ኣብ ውሽጢ ዓዲ ዝፈርዩ ምህርትታት ብምብዛሕ ዓርሰ ምርኮሳት ትግራይ ንምድልዳልን ልምዓት ንምስላጥን ይንቀሳቐሱ እኳ እንተሃለዉ ከቢድ ሕፅረትን ልዑል ዋጋ ነዳድን ምቁርራፅ ሓይሊ ኤሌክትሪክ ፅበት መስርሒ ቦታን ዓበይቲ ማሕለኻታት ስራሕቲ ኢንቨስትመንት ከምዝኾንዎም ወነንትን ኣመሓደርትን ዝተፈላለዩ ትካላት ኢንቨስትመንት ገሊፆም እዮም። እዚ ኣብ ትግራይ ፈላማይ ኣሉሚንየም ፋብሪካ እዩ። ኣብ ኢትዮጵያ ካብ ዘለዉ እውን ብቴክኖሎጂኡን ብሴትኣፑን ብዓቕሙ ብናይ ዕዳጋ ተበፃሒነቱ እውን ገና ሓደ ዓመት እንተይገበረ ልዑል ፀብለልታ ዘርኢ ዘሎ ትካል'ዩ። ፅቡቕን ተስፋ ዝህብ ኣብዚ ሰዓት እዚ ብዙሓት ፀገማት ዋላ ይሃልዉ ንዓኣቶም ተፃዊሩ ሙሉእ ማተርያሉ ካብ ወፃኢ እናምፀ እዩ እስካዕ ሐዚ ዝሰርሕ ዘሎ ማለት እዩ። ምስ ማሽን ልተተኣሳሰረ፣ ምስ ትራንስፖርት ልተኣሳሰረ ኣብ ናይ ደረቕ ፅዕነት፣ ኣብ ናይ ፈሳሲ፣ ኣብ ናይ ኮንቲነር መመላለሲ ካብ ጂቡቲ ላው ዝመምፂ ሃይቤድ ሎቤድ ልበሃሉ እዚን ሓዊሱ ኣንደር ግራውንድ ታንከር እዚ ናይ ማድያ ኦቨር ግራውንድ ታንከር እንደገና ናይ ዘይቲ ይኹን ናይ ፉድ ኣይተም ፉድ ኣይተም ይኹን ወይም እንደገና ናይ ጅብሰም ፋብሪካ ክኾን ይኽእል እዩ በቃ ኦቨር ግራውንድ ልኾን ታንከራት ብምሉእን ንሰርሕ ማለት ሓደ ሓደ ፀገማት ኣለውና ማለት እዩ ከምቲ ዝረእኹምዎ እቲ ቦታ ንኤክስፓንሽን እኹል ኣይኮነን ትጥረቕሓ ሰብዓ ቶን ኣብ መዓልቲ ዘቕልጥ ኣሉሚንየም ፋብሪካ ንምኽፋት ሕዚ ዘለና ሼድ ኣዝዩ ብጣዕሚ ውሱን እዩ ማለት። ስራሕ ኦፕሬሽን ምስ ገበርና ኢሚድየትሊ ይጠፍእ ተመላላሽ ልጠፍእ ያው ሰልቺዩና ከዚ ላብ ኤልፓ ምኻድ ሓዲገ እየ። ፊውል ከዚ ካብ ኣርባዕተ ሚእቲ ክሻብ ኣርባዕተ ሚእቲ ሓምሳ ገዚእኻ ጀኔሬተር ሓደ በርሚል ልክልተ መዓልቲ ኣይከኣል እዩ። ንነዊሕ እዋን መሬት ወሲዶም ናብ ስራሕ ዘይኣተው ስጉምቲ ንምውሳድ ምስ ዝምልከቶም ኣካላት ምርድዳእ እናተገበረ እዩ ዝበላ ኮሚሽነር ኮሚሽን ኢንቨስትመንት ትግራይ ወይዘሮ ባህይለን ወላይ ኣብ ስራሕ ዘለው ዘልዕልዎም ፀገማት ድማ እቶም ብመንግስቲ ትግራይ ክፍትሑ ዝኽእሉ ፀገማት ምስ ዝምልከቶም ምድረግቲ ኣካላት ኮይንካ ንምፍታሕ ናይ ሓባር መድረኽ ንምፍጣር ምንቅስቓስ ከምዝተጀመረ ገሊፀን። ኩሎም ዝኸድናዮም ኣብ ልምዓት ናይ ዘለዉ ኢንቨስትመንታት እንተርኢኻዮ እቲ ሕቶ ናይ ምስፍሒ ሕቶታት ዝሓቱ እዮም። እዚ ብዓቕሚ መንግስትን ብ። መድረኽ ምርድዳእ ፈፀምቲ ዓቕምታት ሕርሻን ሃፍቲ ተፈጥሮ ትግራይን ይሳለጥ ኣሎ። ሓምለ ዕስራን ሸውዓተን ክልተ ሽሕን ዓሰርተ ሸሞንተን ዓመተ ምህረት ቢሮ ሕርሻን ሃፍቲ ተፈጥሮ ትግራይ ምስ ኣመራርሓ ሕርሻ ወረዳታት ዞባታትን ደቡብ ምብራቕን ምብራቕ ትግራይን ኣብ ኣፈፃፅማ መደባት ክልተ ሽሕን ዓሰርተ ሸሞንተን ቀፃሊ ትልምን ምርድዳእ መድረኽ ይሳለጥ ኣሎ። ኣብቲ መድረኽ ዝተረኸቡ ሓላፊ ቢሮ ሕርሻን ሃፍቲ ተፈጥሮ ትግራይ ኣይተ ኣለምብርሃን ሃሪፈዮ፣ ፅልዋ ኤልኒኖ ግሁድ ኮይኑ ከምዘሎ ብምግላፅ፣ ብምዃኑ ድማ ጠሊ ምዕቃብ፣ ቀልጢፎም ዝባፅሑ ዝራእቲ ምዝራእ፣ ባልዕ ምክልኻል ቀንዲ ስራሕትና ገይርና ኣብ ምስራሕ ንርከብ ኢሎም። ተመሳሳሊ መድረኽ ዞባታት ሰሜን ምዕራብን ምዕራብን ኣብ ከተማ ሽረ እንዳስላሰ ይሳለጥ ከምዘሎን ቀፂሉ ድማ ኣብ ዓድዋን ማይጨውን ናይ ዞባታት ማእኸልን ዶቡብን ክቕፅል ምዃኑ እቲ ቢሮ ኣፍሊጡ። ምህዞን ፈጠራን መፍትሒ ፀገምን መሰረት ዕቤት ሓንቲ ዓድን ከምዝኾነ ተዓወትቲ ሳልሳይ ዙር ምህዞን ፈጠራን መዳይብ ገሊፆም። ኣብቲ ስነ ስርዓት፣ ከባብያውን ተፈጥሮኣውን ፀጋታት ተጠቒሞም ኣብ ጥዕና ሕብረተሰብ፣ ቀለብ እንስሳን ዝነጥፉ መሃዝቲ ተዓወትቲ ኮይኖም ኣለው ጸብጻብ ታደለ ዳኘው'ዩ፣ ሃፍታይ ባህሪ ድማ ከም ዝስዕብ ክቐርበልና'ዩ።
ኣብ ጥዕና ሕብረተሰብ፣ መናፅህ ደቂ ኣነስትዮን ምድላው ቀለብ ደርሁን ዝነጥፉ መሃዝቲ ተዓወትቲ ሳልሳይ ዙር ውድድር ምህዞን ፈጠራን መዳይብ ኮይኖም ከባብያውን ተፈጥሮኣውን ፀጋታት ተጠቒሞም ኣብቲ ምህዞን ፈጠራን ከምዝነጥፉ ዝሓበሩ እቶም መሃዝቲ ዛጊድ ዕዉት ተግባራዊ ስራሕቲ ከም ዘሳልጡ ድማ ይዛረቡ። እዛ ናብቲ ቆራ ዝሙልእ ዘይቲ እዚኣ ንውሽጢ ንጥቀመላ ኢና ንሰትያ መድሓኒት እዩ ኢሚኒትኻ እዩ ቡስት ዝገብረልካ ልዕሊ ሚእቲ ሚነራላት ኣለዋ ኣብዚ ብሳይንስ ዝተረጋገፀ ማለት እዩ ኣብቲ ሓንቲ ሲድ እዚኣ ዱባ ብጥራኣ እያ ሕዚ እዚኣ ተፀሚቓ ትወፅሰላ ፋጉሎ ኣለዋ ኣብቲ ትፋጉለል ኣብዚኣ ኣቲ እቲ ዱባ እዚ ብዚንክ ዝበልፀገ እዩ ብፎስፎረስ ዝበልፀገ እዩ እቶም ቢ ቫይታሚናት ንብሎም ንጥዕና ኣእምሮን ሓገዝቲ ዝኾኑ ቫይታሚናት ከዓ ኣብዚ ኣለዉ ማለት እዩ። ኮተን ብልኾነ ፖሊስተር በዘለዎ ዋተር ፕሩፍ ለለዎ ከምዚ ኣሽግና ነምፅኦ ማለት እዩ። ብትሑት ዋጋ ክገዝኣ ካብኡ ለለ ነዊሕ ግዜ ከገልግለን እዩ ምክንያት ተገይሩ ተሰሪሑ እኒኦ። እዚ እንደገና ለለ ካብ ሓደ ዓመት እስካብ ክልተ ዓመት ለሉ ነዊሕ እዋን ክጥቀማሉ ዝኽእላ ንሓፀባ ማለት እዩ። ኣብ መዳይ ብታዕዋት ዝኾነ ብጣዕሚ እዩ ደስ ይብልኒ። ዝተፈላለዩ ቦታታት ብዓጽሚ ስጋ፣ ስብሒ፣ ቆርበትን ይድብረዩ እዮም፣ ኣብ ጥቕመ ይውዕሉ ነይሮም። ሰላም ኤምቤም ትለዓል ተሎ፣ እዚ ናይ ሶርስ ፕሮቲን ዘለዎ ነተን ደርሁ ውሑስ ክገብር ዝኽእል ንምንታይ ናብ ረብሓ ዘይነውዕሎ ዝብል ሓሳብ መጺኡለይ። እዚ ትርእዮ ዘለኻ ቀዳማይ ደረጃ ኤምቤም ወይም ዓጽሚ ስጋን ኮይኑ ንምንታይ ይጠቅም ተልካኒ ነተን ጨዋጭት ዕቤተን ክሳለጥ እዩ ዝገብር። ከባቢና እውን ውሑስ ንገብር ኢና። ካብ ኬሚካል ነፃ ዝኾነ ዝራእቲ እውን ንክንጥቀም ናይ ባዕሉ ተኽእሎ ኣለዎ። ስለዚ ሰላም ኤምቢኤም እዚ ሓሳብ ሒዙ እዩ ላብዚ ውድድር ቀሪቡ ዘሎ ማለት እዩ። ናይዚ ምህዞን ፈጠራን ቀንዲ መበገሲ ዕላማ ህልዊ ፀገማት ትግራይ ብምፍታሕ ጠለብ ሕብረተሰብ ንምምላእ ዝዓለመ ከምዝኾነ እውን እቶም ተዓወትቲ መሃዝቲ ይገልፁ። ይገልጹ። ስለዚ ላላዕለኒ ግን ሸውዓተ ዓመት ሙሉእ ሳይንስ ነይራትኒ። ይሓትከኒ ብድሕሪኡ እውን እዝነይ ኤርድራመይ ተበሲዑ ብምሕኻኽ ብምኹርኳር ማለት እዩ። ሓይለኛ ሳይንስ ስለ ዝነበረትኒ ላብዚ ስራሕ እዚ ኣብ ገዛ ገይረ ይሰርሕ ነይረ። ደሓር ከዓ ሞደርናይዝድ ገይረ ከ ለይምክሮ ኢፌክቲቭ እዩ ኢለ ሲስተማቲክ ሪቪዋት ብዙሓት ያንብብ እየ። ናይ ባዕለይ ክምኩር እኒኤኒ ኢለ ሞኪረዮ ደሓር ኣምፂኤ ምስ መኮርክዎ እግዚኣብሔር ከዓ ይኹነልኪ ንቲ ዝፀዓርክዎ ሳይንሰይ ጠፊኣትለይ። እዚ ከዚ ንብዙሓት ሰባታት ለውጢ ኣርእዩ እዩ ማለት እዩ። ቀኒስሎም ብለድ ግሉኮዞም ላብ ኖርማል ኣትዮም። እዚ ልምስራሕ ልተባበዐኒ ነገር ቐዳማይ ነገር ኣብ ባዕልና ንሪኦ ኣለና ፀገም እዩ ኤክስፐንሲቭ እዚ ዲስፖዛብል ፓድ ተደርባዪ ሞዴስ ብጣዕሚ ኤክስፐንሲቭ ብምዃኑ እዞም ቤት ሓፃብ ሞዴስ ክሰርሖም ተገዲደ ማለት እዩ ብፍላይ ድማ ካብቲ ንስዋይ ክባይ ናብ ዝብሎ ኣብዚ እዚ ኩነታት እሱ ለሎ እነበራ ብዛሕ ብጣዕሚ ብዙሕ ችግር ስለረኣና እዞም ክሰርሕ ተገዲደ ማለት እዩ ዝድብሬ ዝነበረ ናብ ረብሓና ቀይርና ንብዙሓት መናእሰይ እውን ኣብ ደርሆ ተሰማርዮም ንዝሰርሑ እውን መፍትሒ ክኸውን ዝኽእል ካብቲ ናይ ወፃኢ ዝኣቲ ዝነበረ እታወተት እውን ብፍርቂ ኢና ቀኒስና መፂእና ዘለና። እዚ ዘግብሮ ድማ ናይ ትራንስፖርት ወፃኢ የብልናን። ኣብ ዓድና ካብ ጓሓፍ ኢና ነምርቶ ዘለና። ካብቲ ጓሓፍ ኢልና ንሓስቦ ማለት እዩ ኢና ነምርቶ ዘለና። ስለዚ ጥቕሚ ኣለዎ እዩ። ጥቕሚ ስለዘለዎ ድማ ትግራይ ካብ ዞዝኒኦ ተረባሒት ትኾን እየዋ። እቶም ኣብ ምህዞን ፈጠራን ዝነጥፉ ወገናት ሕብረተሰብ ብፍላይ ድማ መንእሰይ ትግራይ ኣብቲ ዓውዲ ትኹረት ሂቦም ክሰርሑ ከምዝግባእ እውን የገንዝቡ። ክንሰርሕ ንኽእል ኢና። ኣነ ሕዚ ካብ ችግር ተላዒለ እየ ናብዚ መፍትሕታት ገይረ እኒኹ። ሓደ ችግር ክመፅእ ከሎ ሲ እንታይ ክኾን ይኽእል ብምንታይ ክፍታሕ ይኽእል ኢልካ ናባዕልኻ ሰልፍ ኣዌር ኮይንካ መፍትሒ ምእላሽ በተለይ ደቂ ኣንስትዮ ዋላ እኖታት ኮይነን ደቂ ኣንስትዮ ገዝአን ከፍሊ ከይብላ ለለወን ሓሳባት ብምሉኡ ኣውፂኤን ልክናገራ ብፍላይ ደቂ ህልዋን ዋላ እዚ ዕድል እዚ ዘይረኸቡ መናእሰይ በቲ ናትና ተመክሮ ወሲዶም ካልኦት ናትና ዝብልዎ ምህዞ ብደንቢ ዝማዕበለ መፅናዕቲ ዝተገበረሉ ናይ ሕብረተሰብ ፀገም ኣብቲ ባይታ ወሪዱ ክፈትሕ ዝኽእል ምህዞ እንድሕር ሃልይዎም ኮይኑ ከይፈርሑ ወፂኦም እዮም ከቕርብዎ ዘለዎም። ኣብቲ ዝተኻየደ ሳልሳይ ዙር ውድድር ምህዞን ፈጠራን ኣልማዝ በርሀ፣ ምልኣት ኣረጋውን ተሻለ መረሳን ካብ ቀዳማይ እስካብ ሳልሳይ ብምውፃእ ዝተዓወቱ እንትኾኑ ሽልማት ገንዘብ ድማ ተበርኪትሎም እዩ።
ሓላፍነታ ዝተወሰነ ሕብረት ስራሕ ማሕበር ዕቋርን ልቓሕን መሓዙት ምስ ግሪን ሞተርስ ትሬዲንግ ዝተበሃለ ትካል ናይዚ ዘመን ፍርያት ዝኾና ተሽከርከርቲ ንኣባላታ ተጠቀምቲ ዝገብር ሓበራዊ ሰነድ ስምምዕ ኣካይዳ። ሕብረት ስራሕ ማሕበር ዕቋርን ልቓሕን መሓዙት ኣብ ዓሰርተ ሓደ ዓመት ውሽጢ ከባቢ ሓደ ቢልየን ብር ንኣባላታ ልቓሕ ከምዝሃበት ኣፍሊጣ። ንስሃ ተስፋይ ከምቲ ዝስዕብ ክተቕርበልና እያ።
ልዕሊ ዓሰርተ ሓደ ዓመት ዝገበረት ሓላፍነታ ዝተወሰነት ሕብረት ስራሕ ማሕበር ዕቋርን ልቓሕን መሓዙት ክሳብ ሕዚ ኣብ መላእ ትግራይ ብዘለዋ ጨናፍር ልዕሊ ዓሰርተ ሓደ ሽሕ ኣባላት ዘለዋ እንትኾን ዛጊድ ኸባቢ ሓደ ቢልዮን ብር ልቓሕ ንኣባላታ ምሃብ ኪኢላ እያ። እዛ ዕቋርን ልቓሕን ደለይቲ ኣባላታ ንምርዋይ ምስ ግሪን ሞተርስ ትረዲንግ ዝተብሃለ ትካል ናይዚ ዘመን ፍርያት ዝኾና ተሽከርከርቲ ንኣባላታ ተጠቀምቲ ዝገብር ሓበራዊ መስርሒ ሰነድ ስምምዕነት ከም ዘካይዱ ኣካቢ ቦርድ ዕቋርን ልቓሕን መሓዙት ዶክተር ኣብርሃለይ ተኽለማርያም ገሊፆም። ሓደ ቢልዮን ክፅጋዕ ዝኽእል ገንዘብ ካብ ትምስረት ኣብ ውሽጢ ዓሰርተ ሓደ ዓመት ናይ ልቓሕ ግልጋሎት ብገንዘብ መዳይ ማለት እዩ ሂባ ኣላ። ከምዚ ዓይነት ተሽከርከርቲ ናይ ተሽከርከርቲ ድሌት ኣሎ። ካብ ባጃጅ ጀሚሩ ክሳብ ሚኒባሳትን ካልኦትን እዘን ኣውቶሞቢል፣ ወዘተ እዚኣተን ንኣስታት ክልተ ዓመት ነዚ እናጽናዕና እናሓሰብናሉ ጸኒሕና ኢና። ሕዚ ዘለናሉ ናይ ስግግር መድረኽ እዩ ኢልና ስለ ንሓስብ ኣብዚ እዋንዚ ጋህዲ ክኸውን ብዝኽእል መንገዲ ግሪን ሞተርስ ፒኤልሲ እውን ያው ነዚ ዓሊሙ ዝንቀሳቐስ ሕዚ ዳህሳስ እናካየደ ስለ ዝጸንሐ በዚ ኣጋጣሚ ተራኺብና ብዙሕ ድልየት ዘለዎ ኣባል ኣብዚኣተን ክተኣናገድ እዩ። ኣካይድ ስራሕ ግሪን ሞተርስ ትረዲንግ ኣይተ ዘልኣለም ኻልኣዩ ብወገኖም በዚ ስምምዕ መሰረት ኣባላት ዕቋር ልቓሕን ዝጠልብወን ተሽከርከርቲ ኣብ ሰዓቶም ብምርካብ ተጠቀምቲ ክኾኑ ከምዝስራሕ ሓቢሮም። ድርጅትና
ግሪን ሞተርስ ኣብዚ ሕዚ ሰዓት ኣብ ናይ ሃይገር ባስ፣ ሚኒባስ፣ ዝተፈላለዩ ኣውቶሞቢልስ ኣብ ናይ ቢዋይዲ ኣብ ምእታው ይርከብ። ሎማዓንቲ ዝገበርናዮ ናይ ምፍርራም ውዕል ንመሓዙት ንምቕራብ ደንበኛኦም ንምቕራብ እዩ። እቲ ስራሕ ወዲያው ዝጅመር ስራሕ እዩ። ካብቲ ማሕበር ካብ መሓዙት ማሕበር ኢና ንፅበይ ኣብ ዝሃቡና ኣብ ውሽጢ ሽዱሽተ ሰሙን ንምርካብ እዩ እቲ ውዕልና። ኦረዲ ዝኣተው መኪናታት እውን ስለዘለውና ኣብ ጅቡቲ ስለዘለና ምስቲ ድርጅት ብንገብሮ ውዕል እዩ ዝኸውን። እቲ ዝተገበረ ስምምዕነት ንዝነበረም ሕቶ ዝመለሰ ምዃኑ ሕዚ እውን ብቕልጡፍ ናብ ተግባር ክእታ ከምዝግባእ ኣባላት ተዕቋር ዝኾኑ ወገናት ገሊፆም። ሓም ሓደ ኣባል ናይ ኢኮኖሚ ፀገመ ክፈትሕ በተለይ በተለይ እንደገና ናይ ግሪን ቴክኖሎጂ ክውንን ዕድል ዝፈጠረለ እዩ። ንካልኦት ኣባላት መሓዝቱ ብተመሳሳሊ መንገዲ ብዙሕ ዕድል ዝፈጥር ስምምዕ እዩ ተፈፂሙሎም ማዓንትና። ብጣዕሚ ደስ ኢሉኒ። ኣነ ብግለይ ልቓሕ ምሓተትኩ እየ ነይረ። ንምንታይ እየ ዝሓቶ ነይረ ከም መሰላ ባስ ሓንቲ ዋላ ዝኾነ ሰብ ኣምፅኤስ ተጠቃሚ ንክኸውን እናበልኩ ይሓትት እየ ነይረ። ሕዚ እዚ ፌርማ እዚ ምፍርራሞም ብጣዕሚ ዓብዪ ሓጎስ እዩ ተሰሚዑኒ ዘሎ።